ብሓንሳብ መን ስምካ መን እስኪ እዚአን ናብ ክስታይ ክቕይረ እየ ኣዕቢ ከብሎ ነቲ ፊደላተይ ድማ ከምዚ ክንገብረ ኢና መን ስምካ መን ስምካ ኣነ ኣነ ብርሃነ ብርሃነ እበሃል በ እበሃል ኣነ ብርሃነ እበሃል ኣነ ብርሃነ እበሃል ኣበይ ትነብር ኣበይ ኣበይ ትነብር ኣበይ ትነብር ኣነ ኣነ ኣት ኣስመራ ኣብ ኣስመራ እነብር እነብር ክንደይ ዓመትካ ክንደይ ክንደይ ዓመትካ ክንደይ ዓመትካ ክንደይ

ኣበይ ትመሃር ኣበይ ኣበይ ትመሃር ትመሃር ኣበይ ትመሃር ኣነ ኣነ ኣብ ካምቦኒ ካም ኮምቦኒ ኮም ቦኒ ኣነ ኣብ ኮም ቦኒ ኣብ ኮም ቦኒ እመሃር እመሃር ኣነ ኣበይ እምሃር ኣብ ካምቦኒ

እስኻ እስኻ እስኻ ካበይ ሃገር ኢኻ ካበይ ካበይ ካበይ ሃገር ሃገር ኢኻ እስኻ ካበይ ሃገር ኢኻ ኣነ ኣነ ካብ ኤርትራ ኤርትራ እየ ወይ ድማ እንታይ ክትብል ትኽእል ኣነ ካብ ሃገረ ሃገረ ኤርትራ እየ። እንታይ ሳብጀክት እንታይ ሳብጀክት ትፈቱ እንታይ እንታይ ዓይነት ዓይነት እንታይ ዓይነት ምህሮ ምህሮ ትፈቱ ትፈቱ ኣነ ኣነ ሳይንስ እየ ዝፈቱ ዝፈቱ ኣነ ሳይንስ እየ ዝፈቱ ወይ ድማ ሳይንስ ድማ ብትግርኛ ኣላትና እንታይ ትበሃል ኣነ ስነ ሓ ፍልጠት ስነ ፍልጠት እየ ዝፈቱ ብራቮ

ደጊምና ነንበበን ሕጂ ልምምድ እንታይ ኢና ክንገብር ጸኒሕና ልምምድ ናይ ጽሕፈት እስከ እስከ ነንብበን ብሓንሳብ ሓቢርና ከነንብበን ኢና መን ስምካ መን ስምካ ኣነ ብርሃነ እብሃል ኣነ ብርሃነ እብሃል ኣበይ ትነብር ትነብር ኣበይ ትነብር ኣነ ኣብ ኣስመራ እነብር ኣነ ኣብ ኣስመራ ይነብር ክንደይ ዓመትካ ክንደይ ዓመትካ ኣነ ወዲ ዓሰርተ ሓሙሽተ ዓመታት እየ ኣነ ወዲ ዓሰርተ ሓሙሽተ ዓመታት እየ ኣበይ ትመሃር ኣበይ ትመሃር ኣበይ ትመሃር ኣነ ኣብ ኮምቦኒ እመሃር ኣነ ኣብ ኮምቦኒ ይመሃር ክንደይ ኣሕዋት ኣለዉኻ ክንደይ ኣሕዋት ኣለዉኻ ክንደይ ኣሕዋት ኣለዉኻ ኣነ ሓሙሽተ ኣሕዋት ኣለዉኒ ኣነ ሓሙሽተ ኣሕዋት ኣለዉኒ ክንደይ ኣሓት ኣለዋኻ ክንደይ ኣሓት ኣለዋኻ ኣነ ሰለስተ ኣሓት ኣለዋኒ ኣነ ሰለስተ ኣሓት ኣለዋኒ እስኻ ካበይ ሃገር ኢኻ እእ ኣነ ካብ ሃገረ ኤርትራ እየ እንታይ ዓይነት ምህሮ ትፈቱ እንታይ ዓይነት ምህሮ ትፈቱ ኣነ ስነ ፍልጠት እየ ዝፈቱ ሰዓት ክንደይ ካብ ድቃስካ ትትንስእ ኣነ ሰዓት ሸውዓተ የትስእ ብራቮ ብርሃነ